ሰላም ዝኸበርኩም ተኸታተልቲ ማህደር ኔትወርክ ከመይ ቀኒኹም እምበር ንሎማዓንቲ ሒዘልኩም መፅ ዘለኹ ድማ ክልተ ሰባት ንፈተውቶም ሓሓንቲ ኩልቶም ዝለጎሱ እሞ ሕማቕ ዘጋጠሞም ሰባት እዮም ክንርኢ ኢና ንስኹም እንታይ ምገበርኩም ነርኩም ንሓደ ፈታዊኹም ሰብ ሓንቲ ኩልትኩም እንተትህብዎ እሞ እንተዝጠልመኩም ወይ ሕማቕ እንተዝፈደኩም

ሰበይቱ እንተድኣ ብሂወት ክትቅጽል ኮይና ግዴታ ሓንቲ ኩሊት ስለተድልያ ሓንቲ ኩሊቱ ንሰበይቱ ነደ ሰለስተ ቆልዑቱ ክህባ ወሲኑ። እንተኾነ ግን ድሕሪ እቲ ኩሊቱ ምልጋሱ ንሰበይቱ ኩሊቱ ምልጋሱ ድሕሪ ክልተ ዓመት ካብኡ ሰሰሪቓ ናብ ካልእ ሰብኣይ ክትከይድ ጀሚራ ኣብ መወዳእትኡ ከኣ ፈቲሓቶ እብለና ኣሎ።

ሓንሳብ እንተድኣ ኩሊትካ ንሰብ ለጊስካሉ እንተድኣ ተጠቂምላ ካልኣይ ግዜ ውጺኻ ናፍታ ዝነበረቶ ወይ ናብቲ ዝለገሰ ሰብ ክትመልሶ ብሕክምናዊ ኣይከኣልን'ዩ። ካልኣይ ከኣ ገንዘብ ክትህቦ ኣይትኽእልን'ያ ምኽንያቱ ኩሊት ናይ ደቂ ሰባት ኣብ ኣሜሪካ ምሻጥ ምልዋጥን ስለዘይፍቀድ
doesn't care. He says he wants his kidney back. Now my question is, is he wrong for asking for it? እንታ ክትብለና ፀኒሓ ሪችድ ግን ነዚ ሓሳብ እዚ ምስ ኣቕረቡሉ ክትምለስ ኣይክእልን እዩ ምክንያቱ ብሕክምናዊ መዳይ ኣይከኣልን እዩ ካልኣይ ከዓ ምሻጥ ምልዋጥ ኩሊት ስለ ዘይፍቀድ ገንዘብ ከዓ ክትበካ ኣይትኽእልን እያ ምስ ተባህለ ንሱ ግን ብዛዕባ ኩሉ ነገር ኣነ ግድሰንን እዩ ወይ ሰልደይ ክትበኒ ኣለዋ ወይ ኩሊተይ ይብል ኣሎ ስለዚ ከምኡ ኢሉ ምሕታቱስ እንታይ ምበልኩም ክትብለና ፀኒሓ ሞ እንታይ ምበልኩም ነርኩም ኦኬ ካልኣይ ሰብ ከዓ ሓንቲ ጓል ከዓ ካልእ ከምኡ ተመሳሳሊ ዘጋጠማ ግን ኣብ ካልእ ኣብ ኣሜሪካ ኮይኑ ኣብ ካልእ ቦታ ዘጋጠማ ክንርኢ ኢና ማሕበር ምሳይ ፅንሑ 87 year old divorced mother of two named Debbie Stevens is headed to court. Stevens was working.
ሓንቲ ዝተፋትሐት ወይ ፍትሕቲ ዝኾነት ሰበይቲ ደቢ ስቲቨንሰን ዝተባህለት ጓል 37 ዓመት

ብጣዕሚ ብልግሲ ማዕረ ክንድኡ ተቢዓ ነታ ናታ ሓላፊት ሓንቲ ኪድኒ ክትህባ ወሲና። እንተኾነ ግን ኣብዚ ክነግረና ሕጂ። እንተ ክብላ ጸኒሑ እቲ ናታ ኪድኒ ወይ ከኣ ነቲ ናታ ኩሊት ምስቲ ናታ ሓላፊት ክሰማማዕ ስለ ዘይከኣለ እንታይ ክትገብር ኣለዋ እንተ ኩሊት ንካልእ ሰብ ሂብካ ኩሊት እውን ስለዝወሃበካ በተ ኣብቲ ሕክምና ዘሎ ኩሊት ንካልእ ሰብ ክትቦ እሞ ናታ ናታ ሓላፊት ከዓ ካልእ ሰብ ክህባ ምእንቲ ብናይ ክልቲኤን ስምምዕ ንካልእ ሰብ ሂባቶ ምክንያቱ እታ ናታ ሓላፊት እንተ ኩሊት ክትረክብ ኮይና እታ ሰራሕተኛ ንካልእ ሰብ ኩሊት ክትባ ኣለዋ ምክንያቱ ናታን ናይቲ ሓላፊታን ክዛመድ ስለዘይከኣለ ማለት እዩ ስለዚ ንካልእ ሰብ ሂባቶ እታ ሓላፊታ ከኣ ኩሊት ዝልግሰላ ሰብ ረኺባ ኩሊት ዝነበራ ጸገም ፈቲሖምላ ሕክምና ማለት እዩ። According to Stevens, the only thanks she got from her boss came in an email.
ሓንቲ ናይ ምስጋና ነገር ዝረኸበቶ ካብቲ ናታ ሓላፊት እንተሎ እዛ ንሪኣ ዘለና ጽሕፍቲ ታንክስ ሞር

ኣይትኽእልን ኢኺ ኣይግብኣክን እዩ ኣብ ስራሕሲ ከም ድላይኪ ትኣትዊ ክትወፅስ ኣይክግብኣክን እዩ ኣይግብኣክን እዩ ኢላ Stevens had ተቆይቓታ።
complications from the surgery, she says, like nerve damage in her leg. But,
ስለዚ በቲ ልግሲ ናይቲ ኩሊት ዝሃበቶ ብሰሪ ናቱ ካልእ ፀገማት ሳዕቤን ኣምፂላ ማለት እዩ። ናይ እግሪ ናይ ነርቭ መጉዳእቲ ምፂላ ክትሰርሕ ኣይከኣለትን ማለት እዩ። Says Stevens, The yelling didn't stop.
ከምኡ ኣጋጢምዋ ብዙሕ ግዜ ተብኩር ስለ ዝነበረት ካብቲ ሓላፊታ ብጣዕሚ ብዓውታ ዝኾነ ቆየቓ ቀጻልነት ክተዕርፍ ኣይከኣለትን። ስለዚ ሓላፊታ ምስ ተመለሰት ካብቲ ሓሚማቶ ዝነበረት ምስ ተመለሰት ቀጻሊ ብዓውታ ትቋየቓ ስለ ዝነበረት

ጠበቓ ሒዛ ክትጣበቕ ኢላ እቲ ዘጋጠማ ነገራት ጠበቓ ምስ ሓዘት ካብቲ ዝነበረቶ ቦታ ናይ ሓምሳ ማይል which is ናይ ከባቢ ሰብዓን ሓሙሽተን ኪሎ ሜተር ኣርሒቖም ኣብ ተመሳሳሊ ካምፓኒ ኣብኡ ስራሕ እትዮማ። before being fired። ኣብ መወዳእትኡ ከኣ ሰጒጎማ ካብ ስራሕ ሰጒጎማ ማለት እዮም። ስለዚ ብጣዕሚ ሓደ ሓደ ግዜ ሰናይ ዝኾነ ነገር ጌርካ ሰናይ ዝኾነ ኣየጋጥመካን እዩ እሞ ንስኻትኩም ብወገንኩም እንታይ ምገበርኩም ነርኩም ከምዚ ክብለኩም ጸናሕኩ ንሓደ ፈታዊኹም ወይ ንሓደ ሰናይ ክትገብርልኩም ሓንቲ ኩሊትኩም እንተትህቡ እሞ ከምዚ ተዘጋጥመኩም እንታይ ምገበርኩም ሰልዲ መሓተትኩም ዋላ ኩሊተይ ምለሰለይ ምበልኩም ስለ ዝነበረና ጻንሒት ኣዝየ ዘመስግነኩም ካልእ ግዜ ብካልእ ኣርእስቲ ክንራኽብ ኢና